ሕዚ ዝበፅሐኒ ሰበር ዜና ናባኹም ክናብል ዕጡቓት ሰራዊት ሓራ መሬት ኣብ ልዕሊ ሰራዊት ትግራይ መጥቃዕቲ ምፍናዎም ተገሊጹ ኣሎ። ሕዚ ዝካየድ ዘሎ እዚ መጥቃዕቲ ኣብ ከባቢ ወረዳ ራያ ዓዘቦን ዋጅራትን ኣብ ዘራኽብ ከባቢ ምዃኑ ተገሊጹ ኣሎ። ሎማዕንቲ 23 ጥቅምቲ 2018 ዓ.ም ብኣቆጻጽራ ገዝ ብሃንደበት ብሓይልታት ሓራ መሬት ዝተፈነወ እቲ መጥቃዕቲ ሕዚ እውን ከም ዝቐጸለ ፍልፍላት ዝለኣኹልና ሓበሬታ ዘመላኽት እንትኸውን ኣብ መንጎ ወረዳ ራያ ዓዘቦን ዋጅራትን ኣብ ዝርከብ ከባብታት ራካታ ክሳዕ ዓውደ ወር ኣብ ዝተብሃለ ከባቢ ብሰፊሑ እቲ ናይ ተኩሲ ልውውጥ ይካየድ ከም ዘሎ ተገሊጹ ኣሎ። ድሕሪ ሰዓት ኣብ ዝህልወና መደብ ዜና እውን ኣብዚ ጉዳይ ኣመልኪትና ተወሳኺ ሓበሬታ ምስ እንረክብ ዝርዝር ሓበሬታ ናባኹም ክነብል ኢና። ብሓባር ንትግራይ ብዝብል መሪ ሓሳብ ዓብዪ ዋዕላ ተሳሊጡ። ኣብ ሃገር ኣሜሪካ ግዝኣት ቨርጂና ኤርሊንግተን ብሓባር ንትግራይ ብዝብል ኣርእስቲ ዓብዪ ዋዕላ ከም ዝተኻየደ ክፍለጥ ተኻኢሉ ኣሎ። ኣብቲ ዋዕላ ሓምሻ ዓመት ዘቑፅርን ዘቕፅልን ዘሎ ፅንተታዊ ወራር ኣብ ልዕሊ ትግራይ ዘስዐቦ ብርሰትን ብዛዕባ ዝቕፅል ዘሎ ስቓይን መስርሕ ተሓታትነት ኣድሂቡ ብዕምቀት ተዘትዩሎም። ኣብቲ መድረኽ ፅንተታዊ ኲናትን ተሓታትነትን ምርምር ዘካየዱ፣ ንጉዳይ ትግራይ ልዑል ተገዳስነት ሂቦም ዝንቀሳቐሱ ዘለዉ ፈተውቲ ትግራይ ሓዊሱ ብርክት ዝበሉ ተጋሩ ዲያስፖራ ዝተሳተፉሉ ዓብዪ መድረኽ ሓምሻ ዓመት ኣቑፂሩ ዘሎ ፅንተታዊ ኲናት ተሓታትነት ክሳብ ዝረጋገፅ ቃልሶም ከምዘሕይሉ ኣረጋጊፆም እዮም። ኣብ ከተማ ኣክሱም ምረቓ ኮማንዶ ኣርሚ 35 ኮር 353 እናተሳለጠ ይርከብ። ኣብቲ መድረኽ ወተሃደራዊ ኣመራርሓ ተወከልቲ ውድብ ህወሓት ኣመራርሓ ግዝያዊ መንግስቲን ዞባ ማእኸል ከተማ ኣክሱምን ዝተረኸቡ ኮይኖም ነበርቲ ከተማ ኣክሱምን ወረዳ ላዕለዋይ ማጮ ንሰራዊት ዘለዎም ድጋፍ ንምግላፅ ዝተፈላለዩ ውህብቶ ሒዞም ኣብቲ መድረኽ ከም ዝተረኸቡ ክፍለጥ ተኻኢሉ ኣሎ። ኣብቲ መድረኽ ወተሃደራዊ ምርኢት ክካየድ ምዃኑ ዝተገለፀ እንትኸውን መልእኽቲ ኣመራርሓ ሰራዊትን ኣመሓደርትን ተወከልቲ ነበርቲ ከተማ ኣክሱም እውን ክካየድ ምዃኑ ካብ ኣክሱም ሕዚ ዝበፅሐና ሓበሬታ የመላኽት። ብፕሬዝደንት ግዜያዊ ምምሕዳር ትግራይ ሌትናል ጀነራል ታደሰ ወረደ ዝተመርሐ ልኡክ ጉጅለ ኣብ ወረዳ ራያ ዓዘቦ ኣብ ዝሳለጥ ዘሎ ናይ ልምዓት ስራሕቲ ዑደት የሳልጥ ከም ዘሎ ተጠቒሱ ሎሚ 23 ጥቅምቲ 2018 ዓ ም ብኣቆፃፅራ ግዝ

ምንስትሪ ዜና ኤርትራ ኣይተ የማነ ገብረመስቀል፣ ሰራዊት ምክልኻል ኤርትራ እኹል ዝተብሃለ ምድላው የካይድ ከምዘሎ ጠቒሱ፣ መንግስቲ ኤርትራ መንግስቲ ኢትዮጵያ ዓሰብ ንምውራር ንዝገብሮ ዘሎ ምንቅስቓስ ንምምካት ሰራዊት ኤርትራ ኣብ ምሕያል ኮነ ዞባዊ ጽልዋ ብምፍጣር ንምንቅስቓስ ኢትዮጵያ ንምዕጋት ይስራሕ ከምዘሎ ተገሊጹ ኣሎ። ኣይተ የማነ ገብረመስቀል ኣብ ዘሕለፎ ስፍሕ ዝበለ መልእኽቲ፣ ኢትዮጵያ ንሉኣላዊ ግዝኣት ኤርትራ ጥሒሳ ንዓለም ለኸ ሕጊ እውን ረጊጻ ኣዝዩ ከቢድ ዝተብሃለ ኲናት ኣንጻርና ንምውላዕ ንእትገብሮ ዘላ ምንቅስቓስ ጸለውቲ ሃገራት ዓለምና ኮኑ ዞባዊ ሃገራት ኣብ ልዕሊ ኢትዮጵያ ጸቕጢ ክሕድር ዝኽእል ምንቅስቓስ ገብራ ከም ዝግባእ ጠቒሱ ኣሎ። ኢትዮጵያ እውን ካብ ዘራጊ ዝኾነ ምንቅስቓሳ ንዞባ ቀርኒ ኣፍሪካ ናብ ከቢድ ዕግርግር ካብ ዘእቱ ሰፊሕ ወተሃደራዊ ምትእትታዋ ዓርሳ ክትስሕብ ከም ዝግባእ እውን ሚኒስትሪ ዜና ኤርትራ ኣይተ የማነ ገብረ መስቀል ወሲኹ ገሊጹ ኣሎ። ኤርትራ ሕልሚ ባሕሪ ኢትዮጵያ ከተሳኽዕ ኣብ ግዴታ እትኣትወሉ ዝኾነ ይኹን ሕግን መስርሕን የለን ክብል ዝገለጸ ኣይተ የማነ ገብረ መስቀል በዝሒ ህዝቢ መሰረት ብምግባር ኣብ ልዕሊ ኤርትራ ወራር ንምፍጻም ዝግበር ምንቅስቓስ ፈጺሙ ተቐባልነት ከም ዘይብሉ

እዚ ደማ ክንጥቀመሉ ይግባእ ክብል ክጠቅስ ተራእዩሎ። ብሓፈሻ መንግስቲ ኢትዮጵያ ዓሰብ ናይ ምልማዕ ትልሚ ከምዘለዎ ዝጠቐሰ ቀዳማይ ሚኒስተር ዶክተር ኣብይ ኣሕመድ እዚ ደማ ንሉኣላውነት ኤርትራ ዝጥሕስን ንዓለም ለኸ ሕጊ እውን ዝረግጽ ከምዝኾነ እዩ ሚኒስትሪ ዜና ኤርትራ ኣይተ የማነ ገብረመስቀል ዝጠቐሰ። ብሓፈሻ ኤርትራ ንሉኣላዊ ግዝኣታ ጥሒሱ ንዓለም ለኸ ሕጊ እውን ረጊጹ ክወራ ንዝመጽእ ሓይሊ ንምምካት ሰራዊታ ኣብ ምጥንኻር ኮነ ዞባዊ ጽልዋታታ ኣብ ምሕያል ትሰርሕ ከም ዘላ እዩ ሚኒስትሪ ዜና ኤርትራ የማነ ገብረ መስቀል ዝጠቐሰ። ብወተሃደራዊ መኮንናት ኤምሬት ካብ ሰመራን ጎንደርን ዝዋፈራ ዊንግሎንግን ሬንቦን ሲኤች 95 ድሮናት ኤምሬት ካብ 15 ሰነ ኣትሒዘን ክሳዕ ሕዚ ኣብ ልዕሊ ትግራይ ልዕሊ 300 ዙር ወተሃደራዊ ዳሕሳስ ከም ዘካየዳ ተቓሊዑ። እዚ ካብ ዝተፈላለዩ ፍልፍላት ዝተረጋገፀ ሓበሬታ እዩ ክብል እውን ፍልፍል ሓበሬታ ዝለኣኸልና መረዳእታ የመላኽት። ኣብ ብቕድሚ ትማሊ ጀሚረን ሎሚ እውን ኣብ ዝቐጸለ ኣብ ዶብ ሱዳን ጥሒሰን ኣብ ልዕሊ ስዱዳት ተጋሩ ኣርሚ ሰብዓ ወተሃደራዊ ዳህሳስ ይካየድ ከም ዘሎ እውን ተጠቒሱ ኣሎ። እዚ ብቐጥታ ብወተሃደራውያን መኮንናት ኤምሬትስ ዝምራሕ ዘሎ ኣማኢት ዳህሳስ ድሮናት ኤምሬትስ ማእኸሉ መቐለን ተምቤንን ገይሩ ካብ ዞባ ደቡብ ከባቢ ጨርጨር ኣትሒዙ ክሳዕ የጭላን ጸለምትን፣ ገለበደን ሓውዜንን፣ ኣጽቢ ዳራን ዘላንበሳን፣ ዓድዋ፣ ኣኽሱም፣ ሽረ፣ ኣድያቦ፣ ተከዘ፣ ደደቢት ዘካለለ ምዃኑ ተገሊጹ ኣሎ። ካብ ዝሓለፈ ወርሒ ኣትሒዙ ደማ ጸገዴ፣ ወልቃይት፣ ዓድገሹ፣ ሕሞራ ክሳዕ መዋስንቲ ሱዳንን ኤርትራን ዝበጽሕ ዳሕሳስ እናተኻየደ ከም ዝርከብ ፍልፍል ሓበሬታና ዝለኣኾ ሓበሬታ የመላኽት። ካብዚ ብተወሳኺ ካብ ረቡዕ ዓሰርተ ክልተ ጥቅምቲ ኣትሒዙ ዓረብ ኤምሬትስ ካብ ሰመራ ዘዋፈረተን ሬንቦ ዝተብሃላ ስርሒት ቻይና ዝኾና ድሮናት እየን ክብል ዝገለጸ እቲ ፍልፍል ሓበሬታ ኣብ ክልል ኣምሓራ ደብዳብ ዘካየዳ ዘለዋ ድሮናት ምዃንን እውን ኣረጋጊጹሎም። እዚኤን ፕሪሲሽን ጋይድ ሚሳኤል ዝተዓጠቓ ድሮናት ሙሉእ ብሙሉእ ብወተሃደራዊ መኮንናት ኤምሬት ዝዝወራ ምዃነን ዝተረጋገጸ እንትኸውን ክሳዕ እዚ ግዜ ክልላት ኣምሓራን ኦሮመን ደብዳብ ዝፍጽማ ዝነበራ ብኢትዮጵያውያን ዝዝወራ ስርሒት ቱርኪ ዝኾና ባይራክታር ቲቢቱን ስርሒት ኢራን ዝኾና ሞሃጅር ሽዱሽተ ድሮናት ምዃነን ተገሊጹ ኣሎ። ኩራት ዓረብ ኤምሬትስ ኣብ ዞባ ቀይሕ ባሕርን ቀርኒ ኣፍሪካን ቀጥታ ኢዳ ብምእታው ኣብ ሰመራን ጎንደርን ሓሙሽተ ዊንግሎንግ ሽዱሽተ ሬንቦ ሲኤች ቴሳን ሓሙሽተን ድሮናት ምስ ሙሉእ ተተኳሲ ዓቕምታቶምን ኤምሪታውያን ሓይሊ ሰብን ኣዋፊራ ትርከብ። ክሳዕ ዕስራን ሸሞንተን ጥቅምቲ እውን ቁፅረን እዘን ድሮናት ናብ ዓሰርተ ሓሙሽተ ክትዕበዮ ከም እትኽእል ተገሊጹ ኣሎ። ኣብ ምዕራብ ሱዳን ሕዚ እውን ኣብ ዝፍጸም ዘሎ ጆኖሳይድ እውን ኤምሬትስ ቀጥታዊ ተሳትፎ ከም ዘለዋ ተገሊጹ ኣሎ። ብሓፈሻ ሕቡራት ዓረብ ኤምሬትስ ንኢትዮጵያ መሪሕነት ቀዳማይ ሚኒስተር ዶክተር ኣብይ ኣሕመድ ተጠቂማ ኣብ ሱዳን ድማ ንሄሜቲ ተጠቂማ እትፍጽሞ ዘላ ጥፍዓትን ህልቂትን ሓዊሱ ኣብ ቀጻሊ ንኸትፍጽሞ ሓቂናቶ ዘላ ጽንተት ብዝምልከት ትማሊ ሱዳን ናብ ውድብ ሕቡራት መንግስታት ጥርዓን ከም ዘቕረበት ተገሊጹ ኣሎ። ሕብራት ዓረብ ኤምሬትስ ኣብ ቀይሕ ባሕሪ ጽልዋ ንምሕዳር ኣብ እትገብሮ ዘላ ምንቅስቓስ ስዑድ ዓረብን ግብጽን ቱርክን እውን ይቃወማ ከም ዘለዋ እዩ ሕዚ ዝበፅሐኒ ሰበር ዜና ናባኹም ክነብል ዕጡቓት ሰራዊት ሓራ መሬት ኣብ ልዕሊ ሰራዊት ትግራይ መጥቃዕቲ ምፍናዎም ተገሊጹ ኣሎ። ሕዚ ዝካየድ ዘሎ እዚ መጥቃዕቲ ኣብ ከባቢ ወረዳ ራያ ዓዘባን ዋጅራትን ኣብ ዘራኽብ ከባቢ ምዃኑ ተገሊጹ ኣሎ። ሎማዕንቲ 23 ጥቅምቲ 2018 ዓ ም ብኣቆጻጽራ ገዝ ብሃንደበት ብሓይልታት ሓራ መሬት ዝተፈነወ እቲ መጥቃዕቲ ሕዚ እውን ከም ዝቐጸለ ፍልፍላት ዝለኣኹልና ሓበሬታ ዘመላኽት እንትኸውን ኣብ መንጎ ወረዳ ራያ ዓዘቦን ዋጅራትን ኣብ ዝርከብ ከባብታት ራካታ ክሳዕ ዓውደ ወር ኣብ ዝተብሃለ ከባቢ ብሰፊሑ እቲ ናይ ተኩሲ ልውውጥ ይካየድ ከም ዘሎ ተገሊጹ ኣሎ። ድሕሪ ሰዓት ኣብ ዝህልወና መደብ ዜና እውን ኣብዚ ጉዳይ ኣመልኪትና ተወሳኺ ሓበሬታ ምስ እንረክብ ዝርዝር ሓበሬታ ናባኹም ክነብል ኢና።